ሽዱሽተ ዓሞት ሙሉእ ርካብ ከይሃልወና ሎሚ ሓንቲ ለይቲ ጥራሕ ትረኽበኒ ምሳይ ንዓናይ ትብልኒ በላ። ሰላም ሰላም ክቡራት ፋሚሊ ናይ ዩቲዩብ ቻናል ተኸታተልቲ ከመይ እኒኹም? ኣነ ሰላም እየ እግዚኣብሔር ይመስገን። ከምቲ ሰላም ዘለኹዎ ሰላም ክትብልዎለይ ናይ ኩሉ ግዜ ተምኔተ እዩ ክቡራት ፋሚሊ። እምበኣርካስ ኣብ ዝሓለፈ ሳልሳይ ፍቅሪ ብዝብል ሒዘልኩም መፅየ ሎማዓንቲ ከዓ ኣርባዕይ ክፋል እየ ሒዘልኩም መፅየ ማለት እዩ ቤተሰብ ኣብ ዝሓለፈ ለማዘኻኸሪ ዝኣክል ናኦም ምሳይ ክትመፅእ ድኻ ወይስ ንሓዋሩ ክትሰናበትኒ ብዝብል ኣቋሪፀ ነይረ ማለት እዩ እና ናይ ሎማዓንቲ ከዓ ኣርባዕይ ክፋል እየ ሒዘልኩም መፅየ ነሞ ክሳብ መጠረሻ ሰሚዕኹም ርእይቶኹም ከምቲ ልሙድ ግለጽለይ ማለት እዩ ቤተሰብ ሓዲሽ ዝኾንኩም ከዓ ላይክ ሼር ሰብስክራይብ ናጎርኩም ቤተሰብ ኩኑ ቤተሰብ ከምቲ ልሙድ ሃናጺ ርእቶኹም ኣይፈልን ንክለኩም ይደሊ ትገብርለይ ኣለኹም ምብርታዕ ከዓ ካብ ልቢ እየ ለመስግን የቀንልይ ላልከ እየ ላኡኾ ብለኩም እየ ሰናይ ጸንሒት ኣርእስቲ ዜና ዕላል ፍቕሪ ረብዓይ ክፋል እታ ኣብ መንጎ ሕልምን ከዃውትን ዘላ ውሳነ፣ ናሆም ኣብቲ ሰጥ ዝበለ መናፈሻ ንሌዲና ጸውዐቶ። እናጠመታ ንነዊሕ ደቃይቕ ስቕ በለ። እቲ ንፋስ ምሸት ገጾም ይወቕዖም ነበረ። ምሳይ ክትመጽእ ድኻ? ዝብል ሕቶ ሌዲና ኣብ ኣእምሮኣ ደጋጊማ ይቃላሓ ነበረ። እቲ ኩነታት ካብ ዕሙቅ ንላዕሊ ኮነ። ለዲና በላ ናሆም ድምጺኡ ትሕት ኣብሉ እዚ እኮ ፊልሚ ኣይኮነን እዚ ናይ ብሓቂ ሂወት እዩ ከመይ ገርኪ ኢኪ ድሕር ሕዚ ኩሉ ዓመታት ሓሙሽተ ዓመት ሙሉእ ርካብ ከይ ሃለወና ሎሚ ሓንቲ ለይቲ ጥራሕ ትረክበኒ ምሳይ ንዓናይ ትብልኒ በላ እቲ እቲ ሕጽኺኸ? እቲ ልሰለስተ ወርሒ ዝተረፈ መርዓኺኸ? ስድራኺ እንታይ ክብሉኺ እዮም? በላን። ለዲና ድማ ንብዓት እና ሓበሰት፣ ናሆም ኣነ ውን ከምኡ ኢለ እየ ዝሓስብ ነይረ፣ ግን እቲ ሓቂ ምስኡ ክከውን ከለኹ ንዓኻ እየ ዝርእየካ፣ ንዓኻ እዩ ዝርእየኒ ነይሩ፣ ንዓኻ ረሲዐ ካሊእ ሂወት ክጅምር ኢለ ብዙሕ ፈቲነ ግን ኣይተሳከዐንን እቱይ ምሳኻ ዘለኒ ርክብ ንስድራይ ደስ ንምባል ጥራሕ እዩ ጀሚረዮ። ሕጂ ግን እቲ ግዜ እናቀረበ ምስ መጸ ልበይ ክትጾሮ ኣይከኣለትን። ምስ ዘየፍቅሮ ሰብ ምሉእ ህይወተይ ክነብር ኣይክእልን በሎ። በላ። ናሆም ድማ ርእሱ ሒዙ ከፍ በለ። ሌዲና ኣነ ውን ክስካብ ሎሚ ንዓኺ ጥራሕ እየ ዘፍቅር ካሊእ ጓል ናብ ሂወተይ ንምእታው ቦታ ኣይነበረንን ግን ሕዚ ሕዚ ሕቶኺ ግን ንኹሉ ነገር ምጥላም ማለት እዩ ንስራሕኺ ንስድራኺ ንኹሉ ዓለም ገዲፍኪ ከመይ ኢልኪ ኢኺ ምሳይ ክትመፂ በላ ለዲና ቅርብ ኢላ ኣብ ጎኑ ከፍ በለት ኢዱ ሓዘቶ እሞ ናሆም ጽባሕ ንግሆ ሰዓት ኣርባዕተ ናብ መዕረፊ ነፋሪት ክኸይድ እየ በይዛኻ ድሮ ተደልየ ኣለኹ ትበሃለኹ እሞ እቲ ዝነገረካ እውን ቅድሚ ክልተ ኣዋርሕ ብምስጢር ንዓኻ ዝኸውን ናይ ስራሕ ዕድል'ዩ በለቶ። ቢዝነስ ክስካብ ዝመጽእ ክጽዕር ጸኒሐ እየ ኩሉ ተዳልዩ ኣሎ ሕጂ ዝተረፈካ ውሳነ ጥራሕ እዩ ፍቅረናን ድኻን ተመሪጽካ ወይ ከዓ እሲን ነበረ ስሩዕ ዝኾን ሂወት እዩ ስለዚ ድኽነትን ሃፍትን ስለ ዘይምረጽ ፍቅሪ ምስ ልመረጽክዎ ክነብር እየ ዝደሊ በለቶ። ንሃም ደማ ድምዝዝ በለ ንዓይ ከመይ ጌርኪ ዋእ ዋእ በለቶ ለዲና ኣብቲ ትሰርሕሉ ዘለኪ ናትካ ምስ ዝለጥም ምስ ዝፈልጦም ሰባት ብምኳነይ እቲ ናይ ስራሕ ዕዱል ንዓኪ ክዋሃብ ጌረያ ኣለኩ ሕጂ እቲ ምርጫ ናትካ እዩ ጽባሕ ንግሆ ኣብ መዕረፊ ነፋሪት ተተራኺብና ሓድሽ ህይወት ክንጅምር ኢና፣ እንተይዘኾነ ግን ንሓዋሩ ክነሰናበት ማለት እዩ በለ። ለዲና ድማ ተሰእት፣ ሕጂ ከይደ ኣለኒ፣ ሕጂ ክኸድ ኣለኒ፣ ሰዓት እናጎየየ እዩ፣ መወዳእታ ውሳነ ጽባሕ ንግሆ ክርእዮ እየ፣ እቲ ናይ ነፋሪት እቲ ናይ ነፋሪት ወረቀት ኩሉ ወዲኤ ስለ ዝኮንኩ ኣብ ኢደይ ኣቅሚጠ ካብቲ መናፈሻ ተፈለየቶ ናሆም በይኑ ተረፈ ኣብ ኢዱ ዘላ ብጣዕሚ ክብድ በለቶ ዓብዪ እምነት እዩ እዚ ናብ ገዛ ክትምለስ ከላ ሰዓት ፍርቂ ለይቲ ኮይኑ ኣብ ቅድሚኡ ክልተ ምርጫ ጥራሕ ኣለዋ ንኹሉ ነገር ገዲፉ ምስቲ ዘፍቅራ ጓል ናብራዶ ክጅምርስ ወይ ከዓ ምስለይ ዝፈልጣ በለ ኣብቲ ዝለመዶ ህይወት ተረፈ። ለዲና ድማ ምስ ከሊእ ወዲ ክምርዐ ከመይ ኢለ እየ እሞ ምስ ዘይፍቅሮ ክምርዐ በለት። እንካመይ ኢለ ክባ ክነግሮም ንስድራይ ንስድራይ ከጥዕም ኢለ እየ እምበር ጠቕሊለ ኣየፍቅሮን በለቶ። ናሃም ድማ ንገዛእ ርእሱ ኣተየ ሽንጥኡ። ናሆም ናብ ገዝኡ ኣተወ። ሻንጥኡ ክዕጽ ጀመረ። ግን ድንገት ስልኪ ደወለት። እቲ ዝደወለ ድማ እቲ ናይ ለዲና ሑጺ ነበረ። ኣብዚ ኣቋሪጸ እኒእኹ ማለት እዩ ቤተሰብ። ቀጻላይ ከዓ ሓምሻይ ክፋል ሒዘልኩም ክመጽእ እየ እና ዛንታ ነዊሕ እዩ ዝመስል ማለት በብክፋሉ ከምፀልኩ እምበር ብጣዕሚ እዩ ነዊሕ ካብኡ ኣብ ከምዚ ዓይነት ከዓ ብጣዕሚ ከቢድ ነገር ስለዝኾነ እንታይ ዓይነት ውሳነ ከምዝኸውን ክሳብ መጠረሻ መሳይ ፀኒሕኩም ኣብ መጠረሻ ናይ መንም ውሳነ ክንሰምዕ ኢና ማለት ለዲና ከምቱ ዘነኩወች ተረዲኡኩም ብወለዳ ዝኣክል እያ እምበር ንዙ ሕፅያ ለሰለስተ ወርሒ ተሪፍዎ ዘሎ መርዓ ጠቕሊላ ኣየፍቆረትን ታማ ናይ ወለዲ ፍቓድ ክትመልእ ብቻ እያ እምበር ል ኣማኒኤል እዩ ዘለዋ ፍቕሪ ኣማኒኤል ካኣ ወላ ምሳይ ፍቕሪ ይሃልኺ ግን ናይ ወለድኺ ፍቓድ ከመይ ገርኪ ሰይርኪ ምሳይ ትኮኒ ይብላ ኣሎሞ ኣብ መጨረሻ ናይ ሞኒኦም ምስ ማን'ያም ክትከውን ትኽእል? ምስ ማን'ያምከ ክትከውን እያ? ሓቢርና ክንርኢ ኢና ኩለና ማለት እዩ ቤተሰብ እና ተተሞችኩም ንኣዕርክትኩም ሸር ናገበርኩም ኣበራትዑኒ። ናይ ቻናሊ ሓድሽ ዝኾንኩም ከዓ ላይክ፣ ሸር፣ ሰብስክራይብ ናገበርኩም ቤተሰብ ኩኑ። ቤተሰብ ከዓ ከምቲ ልሙድ ሃናፂ ርኢቶኹም ኣይፈልን ክለኩም ይደሊ እና ናይ ሎማንቲ እዚኣ ትመስል ዝተጋገኹዎ ተለየ ኣብ ኮመንቲ ኣርሙኒ ክለኩም ይደሊ እና ሓምሻይ ክፋል ሒዛ ክሳብ ሒዘልኩም ዝመጽእ ሓምሻይ ክፋል ክሳብ ሒዘልኩም ዝመጽእ ባይ ኮራት ፋሚሊ